ሕራይ ነታ ማያት ዝተሰርሓ ኣስፔዛ ተደልያ ዮርገርት ለመን ቱሜሪክ ፓውደር መዓር ቢ ሳንፍላወር ቢ ሳንፍላወር ቱሜሪክ ኣብ ከምዚዳ ሂንዱ ዱካን ትረኽቦ ኢኽን እዚ ብንእሽተይ ማንካ ናቦን ጌርክን ነቲ ቱሜሪክ ሓርጭ ነቲ ቢሰን ሓርጭ ብኡ ጌርክን ክትዕቅኖ ኢኽን መጀመርያ ነቲ ሕሩጭ እና ቱሜሪክ ኣብ ፍንጃል እና ቡን ክንእትዎ ኢና ቱሜሪክ ሕጂ ከምዚ ጅንጅብል ዓይነት እዩ ዝመስል ኣንቂፆም ሕሩጭ ይሰርሕዎ ፅቡቅ እዩ ንገፅካ የብርሀካ ንማራይ የውፅእ ብዙሕ ነገራት ፅባቅ ኣለዎ ቱሜሪክ። ኦኬ ሕጂ እንተ ሓርጭ ና ቢሰን ኳ ኣብቲ ፍንጃል ክንእትዎ ኢና ቢሰን ብዓተር ዝስራሕ ሓርጭ እዩ ኦኬ ሕጂ ዮገርት ክንእትወሉ ኢና ነቲ ፍንጃል እቲ ዮገርት ብግጅፍ ዝበለ ማንካ ገይረዮ ኦኬ ሕጂ መዓር ክንውስኸሉ ኢና ነቲ ፍንጃል ኦኬ ሕጂ መጨረሽታ ለመን ቆሪፅና ፍርቂ ንታ ለመን ቆሪፅና ኣብቲ ፍንጃል ክንእትዋ ኢና ኦኬ ሕጂ ኩሉ ደእተናዮ ኣብዚ ኣፈንጃል ክንሕወሰን ኢና ማይ ማይ ክኸውን የብሉን ሕፍስ ዝበለ ክኸውን ኣለዎ ተሓፊሱ እዩ ካ ፅቡቅ ኣብ ገፅ ክንክትለኽዮ ተኾንክን ሕፍስ ክብል ኣለዎ ኦኬ ሕጂ ክለኹ እየ ቆርበተይ ምስቲ ማስ ብሜካፕ ብራሽ ገረ ተለልኽን ፎንኳ ብፅፍር ኢድክን ገርክን ተለኽዮ እኽን ቱሜሪክ ማስ ሕጂ ብጣዕሚ ዝሕግዝ ንብዙሕ ነገራት እዩ ዝሕግዝ ሰባት ማራ ዘለዎ ብትሕቲ ዓይነን ጠሊም ዘለወን ዘይቲ ዝመልአን ገፀን ቶሳስ ብዙሕ ዝወፀን እዚ ብጣዕሚ ዝሕግዝ እዩ ንገፅካ ይብርህልካ ነቲ ማራ የልግሰልካ ነቲ ዘይቲ ዝበዝሐ ኣብ ገፅካ ቁርብተ ይገብሮ ቶሳስ ኣለካኻ የውፀልካ ሕጂ ኣነ

ኦኬ ሕጂ ዕስራ ደቂ ክትሕዝኦ ኢኽን እዚ ማስ ኣብ ገፅክን ተነቂፁ ከዓ ከምዚ ክመስል እዩ ክትኣፅቦ ኢኽን ምስ ቁሪ ማይ ኦኬ ሕጂ ተመሊሰ ኣለኹ ገፀይ ተኣፂበ ክርእየክ ንደሊ ከዓ ስኪን ኬር ሩቲን ናብ ምሸተይ ሕጂ እዚኣ ክሊኒክ ስተፕ ቱ ቶነር እዚኣ ደሓን እዚኣ የብልክ እንተኮይኑ ከዓ ዊች ሄዞ ካብ ከምዚ ራይደድ ታርገት ኦር ዋልማርት ተገዛእ ያኽን ሕጂ እዚ ኣብ ጡጥ ገረ ነቲ ገፀ ከለኹ እየ ሕጂ እዚ ንብዙሕ ነገራት ይሕግዘክን እዩ ነቲ ዘይቲ ነቲ ረሳሕ ነቲ ረሳሕ ተነበረ ኣብ ገፅክን ሕጂ ትሜሪክ ነይሩ ምሽ ሕጂ ተረፍ ናቲ ትሜሪክ ከውጠለ እዩ

ምሸት ምሸት ምሸት ናብ ንኮሃ ይልኽዮ ሕጂ ሲረም ብጣዕሚ ኢምፖርታንት እዩ ብዙሕ ቪታሚን ኣለዎ ነቲ ቪታሚን ኳ ነቲ ገጽክን ከይጭልመብ ቀጢፉ ከይኣርግ ይሕግዘክን እዩ ሕጂ ከምኡ ኮይነ የተገብረሉ ነቲ ገጸይ ኦኬ እዚኣ ትሪኣ ዘለኽን ፈርሳሊ ሮዝ ጎድ ኤሌክስራ እዚኣ ዘይቲ ኣብ ቆርበተይ ይለኽዮ ምሸት ምሸት ተሓዊሱ ዘይትታት እዩ ድሓን የብልክን ትኾኑ እዚኣ ዘይትኻ ቪታሚን ኢ ኦይል ኮኮናት ኦይል ተለክን ኳ ትለኽዮ ክነቲ ቆርበት ግን እዚ ሕጂ ምስኡ ተሓዊሱ እዩ ኦልሬዲ ሕጂ እዚ ኣብ ቆርበተይ ምሸት ምሸት የድለኽዮ ሕጂ እዚ ንዓይ ድሕግዘኒ ነቲ ቆርበተይ ይልስሰለይ